ብዛዕባ ፍቕሪ ክልቴና ዝፈልጥ ሰብ ኣዝዩ ብዙሕ እዩ። ንነዊሕ ዓመታት ኣብ ፍቕሪ ስለ ዝጸናሕና ኣነ ንዕኡ ከም ናተይ ንሱ ኸኣ ንዓይ ልክዕ ከም ናቱ ገይሩ እዩ ዝቖጽረኒ ዝነበረ። በቃ ኣብ መንጎና ወላ ሓደ ክፈላልየና ዝኽእል ሓይሊ ኣይነበረን። ሓቂ ምዝራብ ትሓይሽ ንዓይን ንዕኡን ክፈላልዩና ዝኽእሉ ብዙሓት ፈተናታት ሰጊርና ዋላኳ እንተኾንና ግን ከኣ ብወላ ሓንቲ ካብቲ ፈተናታት ክንሰዓር ኣይከኣልናን። ፍቕርና ንኹሉ ግዜ ጸኒዑ ንነዊሕ ዓመታት ብሓንሳብ ቀጺልና። ከምቲ ዝበልክዎ ብዙሓት ተጻባእቲ'ዮም ኔሮምና ካብ ቤተሰብ ጀሚርካ ክሳዕ ገንዘብ፣ ክሳዕ መሓዙትን የዕሩኽትን ብዙሕ በቃ ኣዝዩ ብዙሕ ኣብዚ ሕጂ እዋን ኮይነ ክሓስቦ እንከለኹ ኣብ ምንቲ ምንታይ እዩ እዚ ኩሉ እንዳበልኩ እየ ዝሓስብ ምክንያቱ ብዙሓት ፍቑራት ይርኢ እየ ይፈልጥ እየ ከኣ ግን ከኣ ብዘይ ዝኾነ ይኹን ዓይነት ፈተና ኣብ ዝብጻሕ ክበጽሑ ደኣ እምበር ከምዚ ናተይ ፈተናታት በዚሕዎም ሰንከልከል ክብሉ ፈጺመ ርእየ ኣይፈልጥን እንተዚ ናተይን ናይ ኣፍቃሪየይን ፍቕሪ ግን እንታይ እዩ ኮይኑ ንክልቴና ሕቶ ክሳዕ ዝኾነና ደረጃ ብዙሕ መሰናኽላት እዩ ነይርዎ። ኣብቲ ዝመሃረሉ ዝነበርኩ ኮሌጅ ኢና ንፋለጥ። ንሱ ብትምህርቱ ኣዝዩ ንፉዕ ተምሃራይ ክኸውን እንከሎ፣ ኣነ እውን ክንድኡ ደኣ ኣይምጻእ እምበር ሰናፍ ተምሃሪት ኣይነበርኩን። ትምህርቲ ንፉዕ ካብ ምዃኑ ብዝሓለፈ ኣዝዩ ለባም፣ ንነገራት ከኣ ኣስፍሕ ኣቢሉን ንርሑቕ እንዳጠመተን ዝኸይድ ዓይነት ሰብ እዩ። ካብኡ ብዝበለጸ ከኣ ዝኾነት ትኹን ጓል ኣንስተይቲ ሪኣቶ ሸለል ኢላ ክትሓልፎ ዘይትኽእል ኣቃውማን መልክዕን ኣለዎ። ዝኾነ ብጎኑ ዝሓለፈ ወዲ ተባዕታይ ትኹን ጓል ኣንስተይቲ ንድሕሪት ተመሊሱ ከይጠመቶ፣ በቲ ዝነበሮ ቅርጽን ኣራግጻን ከኣ ከይተማረኸሉን ከየድነቑን ዝሓልፍ ሰብ ዳርጋ ኣይነበረን ክበሃል ይከኣል። በቃ ብኹሉ ነገሩስ ኣብቲ ንመሃረሉ ዝነበርና ቤት ትምህርቲ እቲ ዝበለጸ'ዩ ክበሃል ይከኣል። ኣነ ኣብታ መጀመርታ እዋን ምስ ረኣኹ ግዜ ኣትሒዘ'የ ብኹሉንትንኡ ከም ሰበይ ተማሪኸ። ብባህርይ ከም ካልኦት ደቂ ኣንስትዮ ዝተሰመዓኒ ስምዒት ኣብ ውሽጠይ ዓቚረ እንዳተሳቐኹ ክነብር ዝኽእል ዓይነት ሰብ ኣይኮንኩን። እቲ ዝተሰመዓኒ ነገር ኬድካ ቀልጢፍካ ምዝራብን ምስትንፋስን ኣዝዩ'ዩ ደስ ድብለኒ። በቃ ህውኽት ዶ ክበሃል ኣብ ከምዚኢታት ኣብ ውሽጠይ ጽቡቕ ኮነ ሕማቕ ነገር እንድሕር ደኣ ተሰሚዑኒ ኬድካ ንምውጽኡ ዝስከፍ ዓይነት ሰብ ኣይኮንኩን። እምበኣር፣ መጀመርታ እዋን ምስ መሓዙተይ ተኣኪበን ከለኹ ዋላኳ ርእየዮ እንተ ኾንኩ፣ ካብ ኩለን ቀዳመይቲ ግን እቲ ኣብ ውሽጠይ ዝተሰመዓኒ ስምዒት ከይደ ዝተዛረብኩ ኣነ'የ ዝነበርኩ። እምበኣር፣ ኣብቲ ኮፍ ኢሉሉ ዝነበረ ቦታ ከይደ ኣእዳወይ ሰዲደ ሰላምታ ለጊሰሉ። ንሱ'ውን ሰላም ኢሉኒ። እቲ ዝገርም ነገር፣ ብመልክዑ ተማሪኸ ዋላኳ እንተ ኸድኩዎ፣ ዝገደደ ድምጹን ኣዘራርብኡን ብፍቕሩ ክወድቕ ጌሩኒ። በታ መዓልቲ እቲኣ ብጠጠወይ ኮፍ ከይበልኩ እንከለኹ ብርሑቕ ርእየዮ ኣዝዩ ደስ ከም ዝበለኒ፣ ኣነ ጥራሕ ደይኮንኩስ ብዙሓት ደቂ ኣንስትዮ ዝማረኻሉ ቅርጽን ደስ ዝብል መንነትን ከም ዘለዎ ከይሓባባእኩ ነገርክዎ። ቀጺለ ኣነ ውን ካብተን ብዙሓት ጠመቱ ሓንቲ ክኸውን እንከለኹ ንዕኡ ሰላም ክብል ጥራይ ብዙሕ ኣጹርህት ሰጊረ ከም ዝመጻኹ ብዘይሕብእብእ ነገርኩዎ። ዘረባይ ምስ ሰምዐ ብኹልንትናይ ዝተገረመ ይመስል። ነቲ ኣብ ልዕሊ ግርምኡ ግርማ ወሲኹሉ ዝነበረ መነጽር ናይ ዓይኒ ካብ ገጹ እንዳግለሰ፣ እስኺውን ኣዚኺ ኢኺ ደስ ትብሊ። ኣብዚ ሎሚ እዋን ዝተሰመዓ ስምዒት ከይሓባበእት ብግልጺ ትዛረብ ጓል ኣንስተይቲ ንመጀመርታ እዋን ንዓኺ ረኺበ ኣለኹ። ብዝኾነ ከየድነቕኩኺ ኣይተረፍኩን። በለኒ እሞ በዛ መዓልቲ እዚኣ ሌላና ተጀመረ። ብድሕሪዚ ኣብ ዝኸዶ እንዳኸድኩ ደድሕሪኡ ክስዕብ ጀመርኩ። ኣብ ትምህርቲ ኮነ ኣብ ዝኾነ ይኹን ጉዳያተይ ምኽሪ ምስ ዘድልየኒ ናብኡ እየ ዝጎይ። በቃ ወላ ሓደ ዝሕባእ ጉዳይ የብለይን። እቲ ዘለኒ ኩሉ ነገር ግልጽልጽ ኣቢልካ ምዝራብ እየ ዝፈቱ። ካብ ምሒር ብናጽነት ምዕባየይ ግዲ ኮይኑ እንድዒ ኣይርድኣንን። ግን ከኣ ስምዒታተይን ሓሳባተይን ንሰባት በቲ ዝርድኦም መንገዲ ምግላጽ ኣዝዩ ባህ ይብለንን ይኽእሎ'ውን እየ። እምበኣር ብኸምዚ መንገዲ ንነዊሕ ግዜ ብሓንሳእ ቀጺልና፣ ብዙሓት ክላለይኦ እንዳደለያ ክንሰን እቲ ዕድል ንዓይ ጥራይ ተኸፊትለይ፣ ብናጽነት ምስኡ ክመላለስ ጀመርኩ፣ ግልጺ ብምዃነይ ግዲ ኮይነ፣ ንሱ'ውን ኣዝዩ እዩ ፈትዩኒ። ኩሉ ግዜ ዝኾነ ይኹን ዝስምዖ ስምዒታት ብዘይ ሕብእብ እዩ ዝገልጸለይ። ካብኡ ብዝሓለፈን ግዜ ብዝወሰድናን ቁጽሪ እውን ናይ ገዝኡ ምስጢራት ከይተረፈ ኩሉ የዕልለኒ ነበረ። ንቑሩብ ግዜ ከምዚ ኢልና ቀጺልና። ድሕሪዚ ግን ሓንቲ መዓልቲ ኣዝየ ከም ዘፍቀርክዎ፣ ብዘይ ብኡ ምንባር ከኣ ክኸብደኒ ከም ዝኾነን፣ ዝተረፈ ዘመን ህይወተይ ምስኡ ክነብር እንድሕር ደኣ ተኻኢሉ ከኣ ህይወተይ እቲ ዝጠዓመ ክኾነለይ ከም ዝኾነን፣ ሓቢረ ባዕለይ ንፍቕሪ ሓተትክዎ። ሓቂ ምዝራብ ትሓይሽ ኣብታ ሰዓት እቲኣ። ዝወረደት ትውረድ ኢለ መዓንጣይ ሸጥ ኣቢለ ደኣ ተዛሪበዮ ኮይነ እምበር ኣብ ውሽጠይ ዝስመዓኒ ዝነበረ ፍርሒ ማእለያ ኣይነበሮን። ብዝኾነ ኮይኑ ግን ወይ ክብ ክብል ወይ ከኣ ግብ ክብልሲ ከይደ እተ ውሽጠይ ዝተሰማዓኒ ግድን ክዛረብ ኣለኒ ኢለ ስለ ዝሓሰብኩ'የ ከይደ ኣብ ውሽጠይ ዘሎ ድሕድሕ ዘበልኩሉ። እቲ ዝገርም ግን ኣብ ውሽጠይ ንዝነበረ ኩሉ ፍርሕን ስግኣትን ቅንጥጥ ኣቢሉ ንሕቶይ ብኣወንታ ተቐቢልዎ። ኣብ ህይወተይ ሙሉእ። ክሳዕ'ብዛ ሕጂ እዋን ፈጺመ ዘይርስዓ ሓንቲ ቃል ተዛሪብኒ። ከማኺ ዓይነት ውሽጣን ደጊኣን ግሉጽ ዝኾነት ጓል ኣንስተይቲ ምርካብ ማለት ንናይ እምነት ዓለም ኣብ ኢድካ ጨቢጥካ ምሓዝ ማለት እዩ። በለኒ እሞ ካብቲ ኮፍ ኢሉሉ ዝነበረ ብድድ ኢሉ ብምትንሳእ ኣብ ግንባረይ ሰዓመኒ። ካብታ ግዜ እቲኣ ጀሚርና ከም ፍቑራት ኮይንና ብሓንሳእ ክንጓዓዝ ጀመርና። በቃ ብኹሉ ነገረይ ከም ድሌተይ ይኾነለይ። ከምኡ ገይሩ ንልበይ ዝፈልጦ፣ ወላ ሓደ ሰብ ኣይነበረን። ስድራይ ወላ እኳ የዕብዮምንን ኣብ ዝብጻሕ ኣብጺሖምንን እንተኾኑ፣ ግን ከኣ ንሓሳባት ናይ ልበይ ከሎ ጌና ከይተዛረብኩ ዘንብበኒ ንሱ ኢዩ ዝነበረ። ካብቲ ናቱ ባህርያት ሓደ ዝገርመኒ ዝነበረ ነገር እንድሕር ደኣ ሃልዩ ኮይኑ፣ ትምህርቲ ኣዝዩ ንፉዕ ክንሱ ግን ከኣ ብዙሕ ኣብ መጽናዕቲ፣ ዝግደስ ዓይነት ሰብ ኣይነበረን። በቃ ንእሽተይ እንድሕር ደኣ ኣጽኒዑ ዝተረፈ ግዜኡ ኣብ ምዝንጋዕ ወይ ውን ከኣ ካልእ መጽሓፍቲ ኣብ ምንባብ'ዩ ዘሕልፎ ዝነበረ። ከም ተወሳኺት ኣነ ናብ ህይወቱ ምስ ተሓወስኩ ትርፊ ግዜኡ ምሳይ'ዩ ዘሕልፎ። እቲ ጸገም ኣብዚ'ዩ ዝነበረ። ኣፍቃሪየይ ብርእሱን ብፍልጠቱን ተኣማሚኑ'ዩ ኣብ ትምህርቲ፣ ወይ እውን ኣብ መጽናዕቲ ብዙሕ ዘይግደስ ዝነበረ፣ ክመሃር እንድሕር ደኣ ውዒሉ፣ ዝተረፈ ግዜኡ ንእሽተይ እንድሕር ደኣ ጥራዙ ገንጺሉዎ ዝተማህሮ ኩሉ ዝርድኦ ዓይነት ሰብ ክኸውን እንከሎ፣ ኣነ ግን በንጻሩ፣ ኣብ ክላስ ኣትየ ንዝተመሃርኩዎ ትምህርቲ ብመጽናዕቲ ገይረ እንድሕር ደኣ ዘየሰንዮ፣ ዳርጋ ክላስ ኣትየ ዘይተመሃርኩ ክበሃል ይከኣል። ምስ መጽናዕቲ ውዒለ ወላ እንተ ሓደርኩ፣ ግን ከኣ መጽናዕቲ ዝኣኽለኒ ዓይነት ሰብ ኣይነበርኩን። እምበኣር ኣብ መወዳእታ ትምህርተይ ብዓወት ክዛዝም እንድሕር ደኣ ኮይነ፣ ከጽንዕ፣ ኣብ ትምህርተይ ከኣ ጻዕሪ ክውስኸሉ ግዴታ እዩ ዝነበረ። እቲ ጸገም ኣብዚ እዩ ዘሎ፣ ኣነ ነፍቃሪየይ ምስ ረኸብኩ፣ ትምህርተይ ምሉእ ብምሉእ ንጎኒ ሓዲገዮ። እንትርፎ እቲ ኣብ ክላስ ከይደ ዝመሃሮ ዝነበርኩ ካብኡ ወጻኢ ትምህርቲ ዘይምልከተኒ ዓይነት ሰብ ተቐይረ። መሓዙተይን ደቂ ገዛይን ምሉእ መዓልቲ ከጽንዓ ወጊሑ ክዓርበን እንከሎ፣ ኣነ ግን ብጀካ እታ ምስአን ኣብ ክላስ ኣትየ ዝመሃራ ዝነበርኩ፣ ካብኡ ወጻኢ ወይ ምስ ኣፍቃሪየይ ኣለኹ ወይ ከኣ ብዛዕባ ኣፍቃሪየይ ይሓስብ ኣለኹ። በቃ ህይወት ከምዚ ኮይኑ። ኣፍቃሪየይ ብተደጋጋሚ ዘምጽኦም ዝነበርኩ ውጽኢታት ክርኢ እንከሎ፣ ኣብ ትምህርቲ ብጣዕሚ ትደኽሚ ኣለኺ እንድሕር ደኣ ዝኾነ ዝሕገዝ ሃሊኪ ክሕግዘኪ ድልውየ ዘለኹ ኢሉ ይሓተኒ ኣነ ግን ወላ ካብ ገዛይ ንሱ ከረድኣኒ እዩ ኢለ ወፅየ እንተኾንኩ ምስ ተራኸብና ግን ብዛዕባ ትምህርቲ ከነዕልል ኣይንኽእልን በቃ ዘረባና ጀሚሩ ክሳዕ ዝውድእ ብዛዕባ ፍቕርና ጥራሕ ኢና ንዘራረብ ዝነበርና። ስድራ ቤተይ ብደረጃ ናብራ ኣዝዩ ትሑት ዝኾነ መነባብሮ ዝመርሑ ዋላኳ እንተኾኑ ግን ከኣ ክልቲኦም ምሁራት እዮም። ኣቦይ ኣብ ትምህርተይ ልዕሊ ዓቕን ይግደሰለይ። ኣብ ህይወቱ ዝጸዓረ ጽዒሩን ዋጋ ከፊሉን ተስፋ ዝገብራ ኣነ ጥራሕ እየ ዝነበርኩ። እቲ ንዓመታት ላሕ ዘብሎ መነባብሮ ብኣይ ክስዕሮ ዝኽእል ኮይኑ እዩ ዝስምዖ ዝነበረ። ስለዚ ካብ ግዜ ንእስነተይ እዛ ጓለይ ኣለኸኒ ዝብሎ ሃፍቲ ንስኺ ጥራሕ ኢኺ። ስለዚ ኣብ ትምህርትኺ እንድሕር ደኣ ነፊዕክን ኣብቲ ዝብጻሕ በጺሕክለይን ነዛ ዓለም እዚኣ ስዒረያ ተዓዊተ ማለት እዩ ኣይከሰርኩን እንዳበለ ናይ ብሓቂ ምንዮቱ ይገልጸለይ ነበረ። ካብዚ ተበጊሰ እየ ኣነ ከኣ ለይትን ቀትርን እንዳጻዓርኩ ነቦይ ከሐጉስ ንስድራይ ብዓቢኡ ክኽሕስ ዘይገብሮ ነገር ወላሓንቲ'ዩ ዘይነበረኒ። ብኸምዚ ዓይነት ኣተዓባብያ ዘዕበዩኒ ስድራቤተይ ካባይ ልዑል ውጽኢት እንዳተጸበዩ እንከለዉ ኣነ ግን ኣብ ኮሌጅ ምስ ኣተኹ ኣንፈተይ ስሒተ። በቃ መውዓለይን መሕደረይን ምስ ኣፍቃርየይ ጥራይ ተቐይሩ። ሓቂ ምዝራብ ትሓይሽ። ኣፍቃርየይ ይጸልዩኒ እዩ ወይ እውን ንዑ ምስ ረኸብኩ እየ ንድሕሪት ተመሊሰ ክብል ኣይክእልን። ግን ከኣ እቲ ኣብ መንጎ ክልቴና ዝነበረ ጓሃርሃር ዝብል ናይ ፍቕሪ ሓዊ እንዳለብለበና ክልቴና ነቲ ዘምጸእና ዕላማ ንጎኒ ሸለል ክንብሎ ብዙሕ ግዜ ኣይወሰደልናን። እምበኣር እታ ቀዳመይቲ ዝነበረትኒ ናይ ትምህርቲ ዓመተይ ብኸምዚ ወዲኤያ። ትሑት ነጥበይ ናብ ስድራይ ምስ ኣውጻኹዎ ፈጺሞም ክሕጎሱ ኣይከኣሉን። እንታይ ወሪድኪ? እንታይ ኣለዎ ሓድሽ ዝተፈጥረ ነገር? ኢሉ ኣቦይ ብተደጋጋሚ ክሓተኒ እንከሎ ብዛዕባ ኣፍቃሪየይ ክዛረብ ድሌተይ ኣይነበረን። ወላ ሓንቲ ጸገም ዝበሃል የለን፣ ደሓን ንዓመታ ከመሓይሽ'የ ብምባል መሊሰሉ። ድሕሪኣ ዝነበረት ዓመት ናብ ቤት ትምህርቲ ተመሊሰ፣ ምስ ኣፍቃሪየይ ከኣ ጎኒ ጎኒ ትምህርተይ ህይወት ቀጺለዮ። ፍቕርና ዕምቆቱን ስፍሓቱን ካብ ግዜ ናብ ግዜ እንዳወሰኸ ኩልንትናና በሓቶ። በቃ ኣብቲ ዝሓለፈ ዓመት ዘበላሸኹዎ ነጥብታተይ ከዐሪ፣ ካብ ኣፍቃሪየይ ብዝተኻእለኒ መጠን ክርሕቕ ኔርኒ። ኮይኑ ግን ካብኡ ስለ ዝረሓቕኩን ካብኡ ስለ ዝቐረብኩን ኣይኮነን። ብመጠን ካብ ኣፍቃርየይ ክርሕቕ ኢለ ዝፈተንኩሉ፣ ነፍቃርየይ ክጎብጣ ዝመጻ ማእለያ ዘይብለን ደቀንስትዮ ተቐሪበን እየን ዝጽበያኒ ዝነበራ። ኣብ ካልኣይ ዓመት ናይ ፍቕርና፣ ንዓይን ነፍቃርየይን ክፈላልያ ፋሕተርተር ዝብላ ብዙሓት ደቀንስትዮ ናብ ህይወትና ክመጻ ጀመራ። ገሊኤን ብትምህርቲ ኣመኽኒን ይመጻ፣ ገሊኤን ብምሕዝነት። ብኸምዚ መመኽነይታታት ናብ ፍቕርና ይሕወሳ እሞ፣ ኣብ መንጎ እንተስ ንዓይ ብዘይገበርክዎ ሓሴንዲን እንተስ ንዕኡ ዘይገበሮ ነገር እንዳ ነገራ ንኽልቴና ክፈላልያ ዘይፍሕስኦ ፍሕሶ ወልሓንቲ'ዩ ዘይነበረ። ግን ከኣ ምስ ኣፍቃርየይ ንጊዚኡ ንፋላለን ንበኣስን ደኣ እምበር፣ ዘላቒ ወይ'ውን ነባሪ ዝኾነ ባእሲ ኣብ መንጎና ክፍጠር ኣይከኣለን። ምምሒር ፈተናታት ኣብ ህይወትና ዝበዝሐ መመሊስና ንቀራረብ። እቲ ዝገርም ነገር እዚ ኣብ ቤት ትምህርትና ብዛዕባይን ብዛዕባ ኣፍቃሪየይን ዝዝረብ ዝነበረ ዘረባታትን ወረታትን ናብ ስድራይ ከይበጸሐ ኣይተረፈን። ስድራይ እዚ ነገር እዚ ምስ ሰምዑ ተቐላጢፎም ተሌፎን ደዊሎምለይ። ካብቲ ምሳኺ ዝዘውር ዘሎ ወዲ ቀልጢፍኪ ርሓቒ፣ ንስኺ ኣብዚ ሕጂ እዋን ከምኡ ክትገብሪ ዕድሜኺ ኣይኮነን ብምባል ቀጥታዊ ዝኾነ ትእዛዝ ኣመሓላሊፎምለይ። እንታይ ክገብር ከም ዝኽእል ይፈልጥ ኣይነበርኩን። ነፍቃርየይ ከይደ ስድራይ ብዛዕባይን ብዛዕብኡን ከም ዝሰምዑ ምስ ሓበርክዎ፣ ደሓን ንሕጂ'ዮም ቁሩብ ከዕገርግሩ፣ ምስ ትምህርትኺ ከኣ ዘይሳነ ዓይነት ነገር ኮይኑ ክስምዖም ግዴታ'ዩ፣ ጽንሕ ኢሎም ግን ንኹሉ ነገር ክቕበልዎ'ዮም። ኣጆኺ እንዳበለ ተስፋ ሃበኒ። ካብኡ ብዝሓለፈ እውን ኣነን ንሱን ብሓንሳእ ክንከውን እንከለና ደስ ዘይብሎም ሰባት ክህልዉ ስለ ዝኽእሉ ነቲ ዝመጸና ዝነበረ ተቓውሞታት ንምስጋር ክንብል ንዝተወሰነ እዋን ተረሓሒቕና ክንጸንሕ ክልቴና ተላዘብና። ብኸምዚ ከኣ ኣነ ከም ዘይፈልጦ ካብ ቤት ትምህርተይ ንገዛይ ማለት ናብ መደቀስየይ ንሱ እውን ካብ ቤት ትምህርቱ ናብ ገዝኡ ጥራይ ንማላለስ ነበርና ብማዕዶ ተጠማሚትና ከምዛ ነይንፋለጥ ክነራጋገጽ ፈጺምካ እዩ ዘይዋሓጠልካ ኣብ ውሽጠይ ዝፍተኖ ዝነበርኩ ፈተና ማእለያ ዘይብሉ ወላኳ እንዳኾነ ክንሱ ግን ከኣ ፍቕረይ ክዕቅብ ኢለ ዘይገብሮ መስዋእቲ ወልሓንቲ ኣይነበረንን ብኸምዚ መንገዲ እተን ዝነበራኒ ናይ ትምህርቲ ዓመታት ወዲኤየን ኣምላኽ ኣይትውደቒ ኢለኒ ደኣ እምበር ሓቂ ምዝራብ ትሓይሽ ኣካይዳይ ልዕሊ ዓቐን እዩ ዘስግእ ዝነበረ። ብዝኾነ ትምህርተይ ወዲኤ ኣብ መመረቕታ በጻሕኩ። ኣብቲ ናይ መመረቕታ ግዜና ብዙሓት ፍቑራት ንነዊሕ ግዜ ብሓንሳእ ጸኒሖም ኣብ መዓልቲ መመረቕትኦም ነፍቃሪኦም ምስ ስድርኦም የላልዩ ነይሮም። ኣነ ግን ኣቦይ ብዘንኪ ዘምጻኹዎ ነጥብታት ኣዝዩ ሕጉስ ስለ ዘይነበረ፣ ነፍቃርየይ እንድሕር ደኣ ምስኡ ኣላልየዮ'ውን ብልቡ ብዙሕ ነገራት ይሕንሕን ስለ ዝነበረ፣ ሕማቕ ነገር ከይፍጠር ሰጊኤ ነፍቃርየይ ምስ ስድራይ ኣየላለኹዎን። ክልቴና ብሕቡእ ኴንና ፍቕርና ቀጺልናዮ። ንስድራይ ዝኾነ ይኹን ጉዳየይ ሓቢኤሎም ዘይፈልጥ ክንሰይ፣ ብዛዕባ ኣፍቃርየይ ግን ኣፍልበይ ነፊሐ ክዛረቦም ኣይከኣልኩን ምኽንያቱ ኣብ ትምህርቲ ብሰንኩ'ያ ሰኒፋ ኢሎም ይሓስቡ ስለ ዝነበሩ ብውሽጦም ውን ዝሓዝዎ ሕነ ሕነ ዘሎ ኮይኑ ይስመዓኒ ስለ ዘነበረ ፈጺመ ከራኽቦም ድልየተይ ኣይነበረን ብሕቡእ ኮይና ፍቕርና እንዳቐጸልናዮን እንዳተራኸብናን እቲ ዝነበረ ናይ ትምህርቲ ዓመታትና ናብ ናይ ስራሕ ዓመታት ተቐይሩ ሂወት ቀጺልናዮ። ኮይኑ ግን ናብ ስራሕ ዓለም ምስ ኣተኹ ከም ቀደመይ ኮይነ ህይወት ክቕጽሎ ኣይደለኹን። ኣፍቃሪ ከም ዘለኒ ግዴታ ንስድራይ ክሕብሮም ኔርኒ፣ ምኽንያቱ ንመጻኢ ህይወተይ ንምሉእ ዘመነይ ድማ ንሱ መናብርተይ'ዩ ኢለ ስለ ዝሓሰብኩ። እቲ ዝሓሰብክዎ ሓሳብ ነፍቃሪየይ ነጊረዮ፣ ጸገም የለን ከተላልይኒ እንድሕር ደኣ ደሊኺ ኣላልይኒ፣ ኣነ ኸኣ ምስ ስድራይ ከላልየኪ እየ ኢልኒ። ኣነ ደኣየ ንስድራይ ሓንቲ እምበር፣ ንሱ ንስድርኡ መበል ሳልሳይ ክኸውን እንከሎ፣ ምንኣስ'ውን ብዙሓት የሕዋት ነይሮሞ እዮም። ከምቲ ዝሓሰብክዎ ክገብር ናብ ስድራይ ከይደ። ተማሃሪት እንከለኹ ኣትሒዘ ዝሓዝክዎ ኣፍቃሪ ከም ዘለኒ፣ ምስኡ ኸኣ ክነብር ከም ዝደልን ነቦይ ሓቢረዮ። ኣቦይ ግን ሕጉስ ኣይነበረን። ቅድሚ ሕጂ ብሰንኩ ኣብ ትምህርትኺ ሰነፍ ኴንኪ። ምናልባት ንዓኺ ንልብኺ ንኸይሃስዮ ኢለ ደኣ'የ ንኹሉ ነገር ኣብ ውሽጠይ ገይረዮ እምበር፣ ኩሉ ምስኡ ትገብርዮን ትውዕልዮን ዝነበርኪ ዘይፈልጥ ከይመስለኪ። ሕጂ ኸኣ እዚ ሰብ እዚ ንዓኺ ዝኸውን ኣይኮነን። ንዓኺ ዝሓይሽ ንሕና ስድራኺ ንፈልጠልኪ ኢና። ስለዚ እዚ ትብልዮ ዘለኺ ዘረባ ፈጺምኪ ከይትሓስብዮ ካብዚ ሰብ እዚ ትርሕቂ እንተኾንኪ ጽቡቕ ዘይትርሕቂ እንድሕር ደኣ ኮንኪ ግን ኣነ ዝገብሮ ኣለኒ በለኒ። ኣቦይ ኣዝዩ ተሪር ካብ ምዃኑ ዝተላዕለ ካብ መርገጺኡ ወላ ሓደ ከነቓንቖ ዝኽእል ሰብ የለን። ዝለመንካ ለሚንካዮ ወላ እኳ ፈፈው እንተበልካ ንሱ ግን ወላ ሓንቲ ኣይመስሎን እዩ። በዚ ዘረባ እዚ ምስ ስድራይ ንነዊሕ እዋናት ተኸራኺረ። ኣነ ንዕኡ እንተዘይኮይኑ ካብኡ ወጻኢ ምስ ካልእ ሰብ ክነብር ፈጺሞም ክሓስብዎ ከም ዘይብሎም ደጋጊመ ሓቢረዮም። እቲ ዝገርም ነገር ስድራይ ብርሑቕ ዝፈልጥዎ ደኣ ይመስለኒ ነበረ እምበር ኣጣይቖም ዘይፈለጥዎ ብዛዕብኡ ዋላ ሓንቲ ጉዳይ ኣይነበሮምን። ክሳዕ ካብ ድኻ ስድራ ከም ዝመጸ ጽቡቕ ገይሮም በጺሖሞ ነበሩ። ኣብ ባህሪኡ ዀነ ኣካይዳኡ ሕማቕ ነገር ስለ ዝረኸቡሉ ደይኰነስ፣ ኣብ ርእሲ እቲ ኣብ ልቦም ኣቐሚጦሞ ዝነበሩ ጽላኣት ድኽነት መሊሱ ተወሲኽዎ ልዕሊ ዓቕን ክፍንፍንዎ ገበሮም። በቃ ምስዚ ሰብ እዚ ምንባር ፈጺምኪ ከይትሓስብዮ ጥራሕ'ዩ፣ መውጽኢ ኣፎም ኣነ ከኣ ምስኡ እንተዘይኮይኑ ምስ ካልእ ኣይደልይን'የ መውጽኢ ኣፈይ እምበኣር ንነዊሕ ግዜ ብኸምዚ ተኸራኺርና ወላ ሓንቲ ፍረ ከነፍሪ ኣይከኣልናን ምስ ኣፍቃሪየይ ኩሉ ግዜ ክራኸብ እንከለኹ መጻኢየይ ዝጸልመተ ኮይኑ ይስመዓኒ ንምዃኑ ኣነን ንስኻንሲ ብሓንሳእ ክንነብር ዲና እዚ ኩሉ ፈተና ትሪኦ ኣለኻ ዶ እንዳበልኩ ክሓቶ እንከለኹ ንሱ ግን። ፈጺሙ ክስበር ዘይክእል ተስፋን ልቦናን ኔርዎ። ኣጆኺ ፈተና ዘይብሉ ሂወት ወላ ሓንቲ ጥዑም ክኸውን ኣይክእልን'ዩ። ሕጂ ኸኣ እዚ ንሓልፎ ዘለና ኣምላኽ ይሪኦ ኣሎ ጽቡቕ ነገራት ኣብ ቅድሜና ተቐሚጡ ኣሎ እንዳበለ ተስፋ ይህበኒ። ከምዚ እንዳበልና ንነዊሕ ግዜ ቀጺልና። ኣብ ስድራይ ዋላ ሓንቲ ናይ ዘረባ ኮነ ናይ ሓሳብ ለውጢ ክመጽእ ኣይከኣለን። ስለ ዝኾነ ኣነን ኣፍቃርየይን ሓደ ውሳነ ወሲድና። ስድራና ኣብ ዘይብሉ ክልቴና ደስ ኢልናን ጢዕምናን ንነብረሉ፣ ፍቕርና ነስተማቕረሉ ህይወት ከነናዲ መንገዲ ስደት መረጽና። ኣብኡ ክረኽቡና ስለ ዘይክእሉ ንዓና ዝምእምኣና ነገር ክንገብር ንኽእል ኢና ዝብል ኣተሓሳስባ ንኽልቴና ወረረና። እምበኣር ዝሓዝናዮ ዘይብልና ክንስና ክልቴና ተተሓሒዝና ብመንገዲ ስግረዶብ ናብ ኣዲስ ኣበባ መጻና። መቸም ምሁር እንተኾይድካ ኣብ ዝኸድካ ከይድካ ኣይትደርበን ኢኻ ድዩ ዝብል ኣቦይ ንዝተወሰነ ግዜያት ምስ ሓደ ዓርኩን ኣፍቃርየይ ክንቅመጥ ድሕሪ ምጽናሕ ድሕሪ ቁሩብ ግዜ ግን ናትና ገዛ ተኻሪና ክልቴና ከኣ ስራሕ እንዳሰራሕና ህይወትና ክንመርሕ ጀመርና። ነእትዎ ኣታዊታት ወላኳ ውሑድ እንተነበረ ግን ከኣ ንክልቴና እኹልን ትሩፍን እዩ ዝነበረ። በቃ ህይወት ጥዒምና ወላኳ ቃል ኪዳን ኣይንእሰር ደኣ እምበር ክልቴና ደስ ኢልና ህይወት ጀመርናዮ። እንተኾነ ግን ኣብዚ እውን ፈተና ከይመጸና ኣይተረፈን። ሕጂ ውን ብዙሓት ደቂ ኣንስትዮ፣ ገሊኤን ኤርትራውያን ገሊኤን ውን ኢትዮጵያውያን፣ ነፍቃሪየይ ብተደጋጋሚ ክጥምትኦ ጀመራ። ብዙሓት ይድውላሉ፣ ብዙሓት ከኣ ክረኽብኦ ይደልያ። ብፍላይ ኣብቲ ዝሰርሓሉ ዝነበረ ናይ ስራሕ ቦታ፣ ዘላልየን ዝነበረ ደቂ ኣንስትዮ፣ ማእለያ ኣይነበረንን። ካብ ምልላይ ሓሊፈን እውን ንመነባብሮኻ ሓገዝ ክኾነካ እንዳበላ ገለ ነገር ክውትፋሉ ዝፍትና፣ ብኡ መንገዲ ከኣ ናብ ህይወቱ ክሕወሳ ዝደልያ ብዙሓት ደቂ ኣንስትዮ ነበራ። ኩሉ ዘጓንፎ ነገራት ይሕብረንን ይነግረንን ስለ ዝነበረ ስግኣት ካብ ውሽጠይ ተፈልዩ ኣይፈልጥን። ኣነ ንዓኻ ጥራሕ'የ ክኸውን ዝደሊ። ካባኻ ወጻኢ ህይወት የብለይን። እንዳበልኩ ዳርጋ ከምልኾ ክሳዕ ዝደሊ ደረጃ በጻሕኩ። በቃ ካባይ እንድሕር ደኣ ተፈልዩ ከምዛ ቦግ ኣቢለን ካብ ጎነይ ዝፈልይኦ ኮይኑ'ዩ ዝስመዓኒ። ከመይ ጌረ ክቐስን? ምሉእ መዓልቲ ተሌፎን ክድውለሉ፣ ኣበይ ከም ዘሎ ከመይ ከም ዘሎ ክሓቶ ይውዕል። ክሳዕ ንራኸብ ውሽጠይ ዕረፍቲ ዝበሃል ተሰሚዕዎ ኣይፈልጥን። እምበኣር ብኸምዚ መንገዲ'ዩ ኣብ መንጎይን ኣብ መንጎ ኣፍቃሪየይን ዘይምስምማዕ ክፍጠር ጀመረ። ዕስራን ኣርባዕተን ሰዓት ትድውልለይ፣ ፈጺመ ክሰርሕ ኣይከኣልኩን። ከምዚ ኢልና ክሳዕ መዓስ ኢና ክንቅጽል? እንዳበለ ክዛረበኒ እንከሎ፣ ብፍጹም ልቡ ምሳይ ዘየለ ኮይኑ እዩ ዝስምዓኒ። ካብኡ ብዝሓለፈ፣ ክልቴና ኮፍ ኢልና ኣብ ጥዑም ዝኾነ ናይ ፍቕሪ ሃዋህው ሰጢምና እንከለና፣ እተን ብዙሕ ግዜ ዝጥምትኦ ዝነበራ እሞ ከኣ ቁጽሪ ተሌፎኑ ዝቐየረን ኣዋልድ ሃንደበት ይድውላሉ። መሊስና ኣብ ዘይነበረ ዕግርግር ንሽመም ከመይ ጌረን ይድውላልካ ገጽ እንተ ዘይትህበን ከመይ ጌረን ደፊረናኻ እንዳበልኩ ይማጎቶ ንሱ ግን ዝምልሰልይ መልሲ ሓንቲ'ያ ኣነ ንዓኺ እሙን እየ'ኮ ከመይ ጌርኪ ከምዚ ትብሊ ብዘይካኺ ካልእ ዝፈልጣ ጓል ኣንስተይቲ የብለይን ከይትቐርባኒ ካባይ ርሓቓ ከኣ ኣይብሃልን እዩ ሕጅስ እንታይ ንኹን እየ ክትብሊ ዘለኺ እንዳበለ መሊሱ ክምልሰልይ እንከሎ ሕርቃነይ ክጻወሮ ኣይክእልን። በቃ ንሱ ናተይን ናይ በይነይን ጥራይ ክኾነለይ፣ ኣነ ጥራይ ክድውለሉ፣ ኣነ ጥራይ ክረኽቦ እየ ዝደሊ። እንተኾነ ግን ንሱ ብዙሓት ዓማዊል፣ ብዙሓት ደወልቲ፣ ብተወሳኺ እውን ብዙሓት ኣፍቀርቲ እየን ዘለውኦ። በዚ ምኽንያት ህይወትና ጭቕጭቕ ተቐይሩ። ኣነ ካብ ኢደይ ቦግ ከየብላለይ ኣብዛ ጨናዊት ዓለም ንዕኡ ተኣማሚነ ናብ ስደት ኢለ ወጺኤ ክነሰይ ምስ ሓንቲ ልቡ እንድሕር ድኣ ሰዲዑ ብድሕሪኡ ዝነብሮ ናብራ ኣቐዲመ እንዳሰኣልኩ ፈጺመ ቅሳነትን ሰላምን ዝብሃል ካብ ሂወተይ ረሓቐ። ብዛዕብኡ ክሓስብ እንከለኹ ዝሕዞን ዝጭብጦን ይጠፍኣኒ። ብሰንኪ ፍርሕን ቅንእን ዝኣክል። በሊዐ ከም ዘይበላዕኩ ማሲነ ተረፍኩ። ናብ ስደት ካብ ንመጽእ ክልተ ዓመት ሙሉእ ምስ ኣፍቃርየይ ተቐሚጥና። ኩሉ ነገር ሰላም ስለ ዝኸልኣኒ ኣነ ቀዲመ ዘልዕሎ ዝነበርኩ ሕቶ መርዓ እዩ ዝብል ዝነበረ በቃ ኣነ ንዓኻ እንተ ተመርዒካ ጥራሕየ ክቐስን ዝኽእል ስለዚ በጃኻ ንመርዖ እንዳበልኩ ሕቶይ ከቕርብ እንከለኹ ንሱ ግን ንሓሳበይ ክቕበሎ ድሌቱ ኣይኮነን እንታይ ስለ ዝሓዝኩ እየ ክምርዓወኪ ኣነ ኣብዛ ሰዓት እዚኣ ንኽምርዖ ድልው ኣይኮንኩን ይብለኒ ካብኡ ብዝሓለፈ እውን ምናልባት ንኽስኺ ንኽትምርዓዊ ድልውቲ እንድሕር ደኣ ሃሊኺ ኮይንኪ፣ ዕድሜኺ ውን ዝበጸሐ ኮይኑ እንተ ተሰሚዕኪ፣ ክትምርዓዊ ትኽእሊ ኢኺ። ነናትና መንገዲ ክንሕዝ ንኽእል ኢና። ብምባል ይምልሰለይ። እዚ ቃላት እዚ ካብኡ ክሰምዕ እንከለኹ፣ ውሽጠይ ዝስበሮ ምስባር ክገልጾ ኣይክእልን'የ። ከመይ ጌርካ ከምኡ ትብለኒ? ኣነ እኮ ብዘይ ብኣኻ ወላ ሓደ የብለይን። ንዓኻ ኢለ እንድየ ናብዚ ዓዲ መፅየ እንዳበልኩ ክዛረቦ እንከለኹ እሞ በቃ መርዓ ኢልኪ ንዓይ ኣይትረብሽኒ ኣነ ንኽምርዖ ሕጂ ድሉው ኣይኮንኩን ድሓር ከኣ ቀሊል ነገር ከይመስለኪ ንስኺ እታ ቀለቤት ጥራይ እያ ትረኣየኪ ደላ ኣነ ግን እቲ ብድሕሪኡ ዝመፅእ ሂወት እዩ ዝረኣየኒ ደሎ እንዳበለ ይምልሰለይ በቃ በዚ ዝመፀ ክልቴና ፈፂምና ክነሳና ኣይከኣልናን ስለዚ ካብ መዓልታት ሓንቲ መዓልቲ እዩ ኣብ ስራሕ ውዒሉ ናብ ገዛ ይመፅእ እሞ ክዛረበኒ ከም ዝደለየ ሓበረኒ። ከምዚ ከኣ በለኒ፣ ኣነን ንስኽን ብሓንሳእ ክንቅጽል ኣይንኽእልን ኢና። ኣዝየ እንዳፍቀርኩኽን እንዳፈተኹኽን ክንሰይ፣ ግን ከኣ ህይወትና ፈተና በዚሕዎ። ኩሉ ዘለና ክብደታት እንዳረኣኺ ከኣ ንስኺ ግዴታ እንተዘይተመርዓና ትብልኒ ኣለኺ። ንኹሉ ጠለባትኪ ከማልእ ወላሓንቲ ዓቕሚ ዝበሃል የብለይን። ብኹሉ ሸነኻቱ እንተረኣኽዎ ኣነ ንዓኺ ዝበቅዕ ዓይነት ሰብ ኣይኮንኩን። ብዙሕ ግዜ ንዓኺ ክሓስበኪ እንከለኹ ውሽጠይ ምሉእነት ኣይስምዓንን። ካብታ ዝተላለናላ ግዜ ክሳብ እዛ ሕጂ ዘለናያ ሰዓት ዝበደልኩኺ ኮይኑ ጥራሕ እዩ ዝስምዓኒ። ስለዚ በጃኺ ንነብሰይ ካብዚ ኣትያቶ ዘላ ናይ ክሲ መዓት ከተውጽያ ትኽእሊ ንስኺ ጥራሕ ኢኺ። እታ እንኮ መፍትሒ ኣነን ንስኽን ክንፈላለ ጥራሕ እዩ ዘለና። እንዳበለ ተዛረበኒ። ንፋላለ ትብል ቃል ክሰምዕ እንከለኹ ርእሰይ ሙሉእ ብሙሉእ ክዘረኒ ተፈለጠኒ። እንታይ ትብል ኣለኻ? ኣነ እኮ ንዓኻ ኣሚነ'የ ናብዚ ዓዲ መጼ፣ ንዓኻ ኣሚነኩ'የ ምስ ስድራይ ተባቲኸ፣ ልዕሊ ኩሉ ዝነበረኒ ነገራት ንዓኻ ኣብሊጸ ስረ ዝረኣኹ ደይኮንኩን ምሳኻ ክኸውን መሪጸ እንዳበልኩ ከረድኦ ወላኳ እንተፈተንኩ ንሱ ግን እዚ ዘረባ'ዚ ክትዛረብዮ እንከለኺ መሊስኪ ቁስለይ ትጎድእኒ ኣለኺ፣ ኣብ መወዳእትኡ ዝኽእሎ መሲልኒ እዚ ኩሉ ጉዕዞ ምሳይ ኣጓዒዘኪ ክንድዚ ዝኣክል ዓመታት ምሳይ ከም ተባኽንዮ ጌረኪ ግን ከኣ ካብዚ ንላዕሊ ክብድለኪ ግቡእ ኣይኮነን ዝሓለፈ ይኣክል ንስኺ ኣብ ቅድሜኺ ብሩህ መጻኢ ዘለኪ ጓል ሄዋን ኢኺ ብዙሓት ደለይቲ ኣለዉኺ ምእንቲ ርእሱ ውን ኣዚኺ ንፍዕትን ንጽህትን ሰብ ስለ ዝኾንኪ ኣምላኽ ደርብዩ ኣይድርብየክን እዩ። ምሳይ እንተቐጺልኪ ግን ብሰንከይ ህይወትኪ ዝበላሾን ፋሕ ብትን ዝኣትዎን ኮይኑ እዩ ዝስማዓኒ ዘሎ። በጃኺ እዚ ኩሉ ስምዒታተይ ክውገድ ካብዛ መዓልቲ እዚኣ ጀሚርና ክልቴና ንፋላለ። እንዳበለ ደጊሙ ተዛረበኒ። ካብኡ ንላዕሊ ክቕጽል ድሌተይ ኣይነበረን። ነቲ ሓሳብ እቲ ምምጽኡ ጥራይ ካባይ ክሃድም ኢሉ ዘምጽኦ መመኽነይታታት ኮይኑ ተሰሚዕኒ። ከም ድሌትካ ግበር ብምባል መሊሰሉ። ካብኡ ንላዕሊ ቃላት ክውስኽ ኣገዳስነት ዘለዎ ኮይኑ ኣይተሰማዓንን። ልበይ ትርግትኡ እንዳወሰኸ፣ እስትንፋሰይ ውን እንቅዓ እንዳሃረመ እንከሎ ግን ከኣ ብውሽጠይ ንዕኡ ዝነበረኒ ርህራሀን ድንጋጸን ምሉእ ብምሉእ ናብ ጭካነ ይቕየር ነበረ። ከይተረደኣኒ ቻው ንዝበለካ ቻው ዩ መልሱ ብምባል መሊሰሉ። ክዳውንቱ ጠርኒፉ ኣብታ ዝነብረላ ዝነበርና ገዛ ገዲፍኒ ናብ ደገ ወጸ። ብድሕሪ'ታ መዓልቲ እቲኣ ኣነ ናፍቀሪ እንተረኺብና ኣይንፈልጥን ካባይ ወጺኡ ናበይ ከይዱ ምስ መን ተራኺቡ ውን ወልሓንቲ ዝፈልጦ ነገር የብለይን ሂወት ከምዘይከብደኒ ንገዛእ ርእሰይ ከኣ ባዕለይ ክኽእላ ከምዝኽእል ወልሓንቲ ጥርጥር ኣይነበረንን በቃ ካብታ ግዜ እቲኣ ጀሚረ ብጭካነን ብቆራጽነትን ተበጊሰ ንነብሰይ ዕረፍቲ ከይበልኩ ክልተ ስራሕ ኣብ ሓደ ግዜ እንዳሰራሕኩ ንገዛእ ርእሰይ ክልውጠሉ ዝኽእል መንገድታት ከናዲ ጀመርኩ። በቃ ሕነ ሕነ ሒዝኒ። ኣምሳያ ናይቲ ብፍቕሪን ብሰብን ዝተበደልክዎ ንነብሰይ ክኽሕሳ ንቕድሚት ገጸይ ክግስግስ ጀመርኩ። ናብ ስድራይ ደዊለ ምሕረት ሓተትኩ። በቃ ንነብሰይ ባዕለይ በዲለያ ዝሓይሽ መሲልኒ ንዕኡ መሪጸ ግን ከኣ ዓስቢ እምነተይ ጥልመት ተገዚመ እየ ስለ ዝበደልኩኹም ኣይትሓዙለይ ብምባል ኪኖተይ ንዕኦም ዝጎዳእኩዎም ንነብሰይ ከም ዝበደልኩን ከም ዝጎዳእኩን ጽቡቕ ጌረ ተናሳሕኩ በቃ ካብታ ጊዜ እቲኣ ጀሚረ ምስ ስድራይ እንዳተማኸርኩን እንዳተመያየጥኩን ዘድሊ ኩሉ ስርሐይ እንዳሰራሕኩ ኣብ ትርፊ ግዜይ ከኣ ንነብሰይ ከማዕብለሉ ዝኽእል ትምህርትታት እንዳተማሃርኩ ሂወተይ ብኸምዚ ይቕጽል ኣለኹ ይብለኩም። ኣብዚ ሕጂ ሰዓት ብዙሕ ዓመታት ኣብ ስደት ስለዝገበርኩ ምስ ብዙሓት ሰባት ተላልየን ተፋሊጠን እየ። ልክዕ ብዙሕ ሰብ ከም ምፍላጥካ ከኣ ብዙሕ ኣርእስትታት እዩ ዝለዓል። ብዙሓት ንፍቕሪ ዝሓቱኒ ሰባት ወላኳ እንተሃለዉ፣ ኣነ ግን ናይ ፍቕሪ ሕቶኦም ክቕበል ድልውቲ ኣይኮንኩን። ልበይ። ልክዕ ከምቲ ብፍቕሪ ተመሊኡ ዘንጀርብብ ድነበረ፣ ሕጂ ግን ምሉእ ብምሉእ ደረቕ ተቐይሩ። ንዝተዋህበኒ ፍቕሪ ከእንግድ ዝኽእል ዓቕሚ ኮነ ሞራል የብሉን። ስለዚ የሕዋት። ንታሪኸይ ክነግረኩም ዝፈተኹሉ ምኽንያት ካባይ ብዙሕ ክትመሃሩ ትኽእሉ ኢኹም ኢለ ስለ ዝሓስብ እየ። ካብዚ ናተይን ናይ ኣፍቃርየይን ዝነበረ ታሪኽ ህይወት ኣነ ንባዕለይ ዝወሰድኩዎ ትምህርቲ እንድሕር ደኣ ሃልዩ ኮይኑ፣ ኣብ ዓለም ክንዲ ዝጎርገርካ ጎርጊርካ፣ ዝተመራመርካ ተመራሚርካን ፈጺምካ ክትፈልጦ ዘይትኽእል ፍጡር እንድሕር ደኣ ሃልዩ ኮይኑ ወዲ ሰብ ጥራሕ እዩ። ስለዚ ጎርጊረን ውሽጡ ከኣ ተመራሚረን ክፈልጦ ካብ ዘይከኣልኩ፣ ፈጺመ ምሉእ ብምሉእ ትውክልተይን እምነተይን ኣብ ልዕሊኡ ከንብር ምሉእ ብምሉእ ናተይ ጌጋ ከም ዝኾነ ጥራሕ'ዩ ዝርድኣኒ። ኣብዛ ሰዓት እዚኣ ግን የዒንተይ ካብ ሰባት ኣልዒለ ናብቲ ሓንሳእ ምስ ሓዘ ዘይፈኑ፣ ንዝኣመንዎ ከኣ ተኣሚኑ ዝነብር ኣምላኽ ኣንቢረ፣ ጉዕዞ ህይወተይ ይቕጽሎ ኣለኹ። ንስኹም ውን ኣነ ዝተሰበርኩዎ ኣባኹም ከይድገም ቅድሚ ምስባርኩም ኣቐዲመ ተስፋኹምን እምነትኩምን ኣብቶም ተወኪልኩሞም ዘለኹም ሰባት ዘይኮነስ ኣብ ኣምላኽ ክትገብሩ ሓደራ ይብለኩም። ስለ ጽን ኢልኩም ዝሰማዕኩምኒ ኣዝየ ዘመስግን። የቐንየለይ።